ሰላም ሰላም ኣብ ዘዘለኹሞ ሰላምን ጥዕናን ንምነየልኩም ዝኸበርኩምን ዝተፈተኹምን ተኸታተልትና ኣብ ናይ ሎሚ ትሕዝቶና ድማ ኣብታ ለይቲ ዘርእስታ መሳጢት ሓጻር ዛንታ ብወይኒ የዕብዮ ዝተጻሕፈት ናባኹም ከነቕርባ ኢና ሰናይ ምክትታል። ሰምሃር ነታ ትሰርሓላ እንዳ ክዳውንቲ ሰዓት ሸሞንተን ፈረቓ ንዓጽያያ ናብ መጸበዪ ታክሲ ገጻ ዘምርሐት። ኣብ ታክሲ ተሰቒላ ታክሲ ክሳብ ትመልእ እንዳተጸበየት፣ ውልቃዊ ሓሳባታ ተሰላስል ነበረት። ሎሚ ለይቲ ክልተ ዓበይቲ ነገራት ይጽበዩኒ ኣለዉ። እዞም ክልተ ዓበይቲ ነገራት ኣብ ህይወተይ ዓቢ ተራ ክህልዎም እዩ። ኣዝዩ ዕቱብ ውሳነ ድማ ክውስን ኣለኒ። ኣየናይ ግን ኣገዳሲ? ሕጂ ምሉእ መልሲ ክህብ ኣይክእልን'የ። ከም ሓቂ ግን ፍቕሪ ቀደማ ይሕሸኒ። ብሕጂ ልበይ ጋሻ ፍቕሪ ከእንግድ ክኸብዶ እዩ። ምናልባት ቀልጢፉ በሰላይ ዝሃስስ እንተደኣ ኮይኑ ድማ ብዝኾነ ፈጣሪ ከም ቅንዕናይ ይኺለለይ። ሓሳባታ ከተውርድን ከተደይብን፣ ኣብታ ለይቲ ትውስኖ ውሳነ ከተሰላስልን፣ ታክሲ መዓስ መሊኣ፣ ድሮ ፍርቂ መንገዲ ተጓዒዛ እንከይተረድኣ ልክዕ ሰዓት ትሽዓተ ገዝኣ ኣተወት። ምስ ተለቪጅን ፊት ንፊት ተፋጢጦም መሳጢ መደባት ክከታተሉ ንዝጸንሑ ስድራኣ ሰላምታ ለጊሳ ናብ መደቀሲ ክፍላ ኣምርሐት። ኣብታ ናይ ብሕቲ መደቀሲኣ ቦርስኣ ድርብይ ኣቢላ ምስኣ ዝወዓለ ክዳን ኣብ ምቕያር ኣተወት። ንስድራኣ ሓድሽ ገጽ ከተርእዮም ኣይደለየትን። ሰምሃር ኩሉ ነገር ኣብ ውሽጣ'ዩ። ፎኪስ ክዳን ቀያይራ ናብ ክሽነ ብምሕላፍ ኣብ ብያቲ ንእሽቶ መግቢ ሒዛ ናብቲ ስድራኣ ዝነበርዎ ክፍሊ ኣተወት። እንዳተመገበት ድማ ምስ ስድራኣ ሓደ ሓደ ነገራት ተዘራረበትን ተዋዘየትን። ከምቲ ኣመላ ነታ ጸጥ ኢላ ዝነበረት ስድራ ብሰሓቕ ኣበራበረታ። ይኹን እምበር ንኹሉ ገዲፋ ደኺማ ከም ዘላ ብምሕባር ናብ መደቀሲ ክፍላ ኣተወት። ሰምሃር ነታ ንእሽቶ መደቀሲ ክፍላ ብየዒንታ ኮለለታ። ኣብታ ጽምው ዝበለት ክፍሊ ኣብ ዓራታ ደቂሳ ምስ ኣፍቃሪኣ ክደዋወል፣ ጠጥዕሙ ከተዕልል፣ ኣፍቃሪኣ ብዘዕልላን ክልቲኦም ብዝፈጠርዎ ነገር፣ ወላለይቲ ምድሪ ዓው ኢላ ክትስሕቕ፣ ብጽሑፋዊ መልእኽቲ ፍቕራዊ መግለጺታትን ሓሳባትን ክትሰድድ፣ ደሓር ድማ ጥዑም ድቃስ ክወስዳ እንከሎ ዘከረት እሞ ከናፍራ ነኸሰት። ውዕይዕይ ዝብል ዝነበረ ፍቕሪ፣ እንዳደኸመ ካብ ዝኸይድ ራብዓይ ወርሑ ቁጺሩ ስለ ዝነበረ፣ ንሰምሃር ላንጋ ላንጋ ገይርዋ'ዩ። ምስ ኣፍቃሪኣ ብግልጺ ተዘራሪባትሉ'ያ። ይኹን'ምበር ንጹር መልሲ ክትረኽበሉ ስለ ዘይከኣለት፣ ነገሩ እንዳሰምዐ ዝደቀሰስ ነቕኒቕካ ነይተተንስኦ ኮይኑዋ ኣብ ሞንጎ ተዋጢራ ነበረት። ግዜ ምስ ወሰንትን ሓሰብትን ሰባት'ዩ ዝውግን። ፈዘዘዝ እንተኢልካ ግን ጠንጢንካ'ዩ ዝዕዘር። ስለዚ። ሓሳባታ ከይዛዘመት

ንናሆም የፍቅሮ እየ ካብዚ ቀረባ መዓልታት ጀሚረ ግን ኩሉ ነገር ይፈራረቀኒ ኣሎ እስከ ደሓን ምስ ግዜ ከኣ ምኳን ከምዚ ንዝብል ኣረዳድኣይን ዓቅለይን ሓገዝ ኣይረከበን ኣሎ ብሰንኪ ዘይንጹር ሓበሬታ መኣዝነይ ጠፊእኒ ኣነ ድማ ኣብ ትሕቲ ዝኮነ ይኩን ኩነት ናብ ዝኮዶ ክፈልጥ ኣልኒ ንሆም መንገዱ ከርእየኒ ይከኣለን ወላ ውን ኣይደለየን ስለዚ ኣብታ ናይ ብሕቲ መደቀሲኣ ፊት ዓራት ናብ መንደቕ ተጸጊዓ ጠጠው ብምባል ከተሕሸኹሹኽ ዝጸንሐት ሰምሃር ዓይና ዓሚታ ንደቓይቕ ዝን በለት። እታ ጸባብ ቤት ግን ንሰምሃር ዝኸውን መልሲ ኣይነበራን። ሰምሃር ድማ ኣብታ ጸባብ ክፍሊ የማነ ጸጋም ላዕልን ታሕትን ጠመተት። ኩሉ ኣቀማምጣ ናይቲ ክፍሊ ከም ቀደሙ ዝተቐየረን ዝቕየር ነገርን ኣይተዓዘበትን። ምሉእ ምቅይያራትን ውሳነታትን ኣብ ርእሳ ከም ዝምርኮስ ዘስተውዓለት ሰምሃር፣ ኣብታ ሰለስተ ብኣርባዕተ ሜትሮ ጽፍፍቲ ክፍላ ዘወርወር በለት። ነታ ኣብ ዓራታ ተደርብያ ዝነበረት ተሌፎን ኣልዒላ ሰዓት ረኣየት። ግዜ ድሮ ተዓዚሩ ነበረ። ሰዓት ዓሰርተ ሓደን ሳላሳን ተመልክት ነበረት። ንምርግጋጽ ነታ ኣብ ልዕሊኣ ተሰቒላ ዝነበረት ናይ መንደቕ ሰዓት እውን ተጠውያ ተዓዘበታ። ተመሳሳሊ ናይ ግዜ ሓበሬታ ድማ ረኸበት። ኣብ ሓደ መደምደምታ ንኽትበጽሕ ናይ ሰዓትን ፈረቓን ግዜ ከም ዘለዋ ተገንዘበት። ልክዕ ሰዓት ሓደ ናይ ለይቲ ሓንቲ ውሳነ ክትውስን ምዃና ምስ ነብሳ ቃል ኣትያ እያ። ግን ከኣ ብዙሕ መዓልቲ ከምኡ ኢላ ሓሲባ ስለ ዘቋረጸቶ ኣብዛ ለይቲ እውን ተማትኣት። እዛ ለይቲ ከምተን ዝሓለፋ ለይቲ ድያ ክትከውን ወላስ ፍሉይ ዛንታ እያ ክትሰድድ ዝኾነ ርጉጽ መልሲ ኣይነበራን። ኣብተን ተሪፈናኣ ዝነበራ ግዜ ፈውሲ ጥዕና ዝኾና ወይ ድማ ሓድሽ ነገር እንተ ሰምዐት ንምባል ናብ ናይ ናሆም ተሌፎን ደወለት። ሄሎ ሰምሃር። ናሆመይ ከመይ ኣምሲኻ? ጽቡቕ፣ ደሓን ዲኺ ደኣ ለይቲ ምድሪ ደው ኢልኪ? ዘይተጸበየቶ መልሲ መለሰላ። ሰምሃር ንኹሉ ክኢላ ከናፍራ እንዳ ነኸሰት። ናፊቐካታ ናሆም? ደሓር ከኣ ማዕረ ከምቲ ትሓስቦ ዘለኻ ለይቲ እኮ ኣይኮነን። ንዓና ከኣ እሞ ከም ሎሚ ከይኮነ ጌና ምሸት እዩ። ሂወት ቀደማ እንዳዘከረት ገለ ነገር ከተረድኦ ፈተነት። ሎምን ትማልን እሞ ይፈላለዩ እንድዮም ማዓረይ ግዜ ተጓዓዛይ እዩ። ምስ በላ ሰምሃር ርእሳ እንዳነቕነቐት ናይ ብሓቂ ጽቡቕ ኣለኻ ግዜ ተጓዓዛይ እዩ ሰዓት ውሳኔታተይ ውን ድሮ ግዚኡ ይኣክል ኣሎ። መጨከንን መተባብዕን ዝኾና ቃላትን ሓሳባትን ካብ ናሆም ትሰምዕ ነበረት። እንታይ ኢልኪ? ኣብታ ለይቲ ትፍጽሞ ናይ ውሽጣ በጨቕ ክብላ ምኽኣሉ እንዳሕረቓ፣ ናሆመይ የፍቅረኪ'የ፣ ዝሓለፈ ምቁር ፍቕርና ንዛንታን ንዝኽርን ከይከውን ዝያዳ ካልእ ግዜ ሕጂ የፍርሓኒ'ሎ። ክሳብ'ዛ ደቒቕ እዚኣ የፍቅረኪ'የ። ቁሩብ ደቓይቕ እውን ኣለዋኒ መስለኒ። በጃኻ ናሆም ሓግዘኒ የፍቅረካ እየ ብዘይ ዝኾነ በደላት ብስንፍናና ጥራይ ፈልሲ ፍቅሪ ነሕርር ኣለና ናሆም ግዜ ይጓዓዝ ኣሎ ናሆም ሰዓት እንዳ ረኣየት ብታህዋኽ ትዛረብ ነበረት ሰዓት ሓደ ክትከውን ውሑዳት ደቃይቅ ተሪፈንኣ ነበራ ሰምሃር ኣብዘን ውሑዳት ደቃይቅ ክልተ ወሰንቲ ነገራት እየን ዝጽበያኣ ኔረን ኣየነኣን እየን ክሰምራ ግን ጭቡጥ መልሲ ኣይነበራን ይኹን እምበር ንነብሳ ኣብ ክልተ ነገራት ኣዳልያቶ እያ ነይራ። ደቂ ኣንስትዮ ሓንሳብ እንተ ኣፍቂረን ኣብ መጻወድያ ዝኣተወት ዑፍ እየን ዝቕየራ ዝብል ኣረዳድኣ ዝነበሮ ናሆም ብቓላት ሰምሃር ኩርዓት ተሰምዖ። ከምዚ ዓይነት መግለጺታት ኣብቲ ናይ ቀደም ዕላሉ ትሰምዖ ስለ ዝነበረት ኣብ ዝኽራ ምጽእ ምጽእ በላ። እስከ ሕጂ ስቅ ኢልኪ ደቅሲ ብዛዕባ እዚታት ጽባሕ ድዩ ዋላ ድሕሪ ጽባሕ ግዜ ብ ዝረኸብናሉ ክንዛራረበሉ ኢና ትሰምዒ ኣለኺ ዲኺ ከይተገደሰ ዝመሰሎ ተዛረባ ከም ዘፍቅራ ትፈልጥ እያ ግን ከኣ በረድ ዝኾነ ፍቅሪ ኩሉ ሙሉ ቅጭ ዘምጸእላ ሰምሃር የዕሚቃ ኣስተንፈሰት ንፍቅራ ኣብ ዋጋ ዕዳጋ ኣብ ግዜ ምርካብን ዘይምርካብን ከእትዎ ምስ ሰምዐት መሊሱ ተወደኣ። ንሳ፣ ፍቕሪ ቀዳምነት ክስራዕ ዝግብኦ ህይወት'ዩ በሃሊት'ያ። ፍቕሪ ህይወት'ዩ፣ ህይወት ድማ ፍቕሪ ብምባል'ያ ሓጺር መጠቓለሊ ትገብረሉ። ግን ኩሉ ነገር ዘይከም ልባን ባህጋን ካብ ቁጽጽራ ወጻኢ ኮነ። ሄሎ ሰምሃር፣ ምስያ ኣለኽዲኺ? ንዝያዳ ምርግጋጽ ሕቶ ዝመስል ዝርርብ ኣድመጸ። እሰምዓካ ኣለኹ። ኩሉ ትብሎን ትሓስቦን ዘበለ እሰምዖ'የ። ሕጂ ግን ሕጽር ሕጽር ከብለልካ ዓሰርተ ደቒቕ ጥራይ'የን ተሪፈናኻ ዘለዋ። ልክዕ ሰዓት ሓደ፣ ሓደ ተኣምር ክፍጸም'ዩ። ሰዓት ሓደ ድማ ንገዛእ ርእሳ ክትብል ትቀራረብ ኣላ። ንፉዕን በሊሕን እንተደኣ ኲይንካ፣ ኣብዛ ሰዓት ንነብስኻ፣ ንኣፍቃሪትካን ንፍቕርኻን መድሕን ክትከውን ኢኻ። እንተዘይኮይኑ ድማ ኣብዘን ውሑዳት ደቓይቕ እንተ ንሕማቕ እንተ ንጽቡቕ ኣብ ህይወትና ወሳኒ ዝኾነ ነገር ክፍጸም እዩ። እንተኽኢልካ ሓግዘኒ። ተፍቅረኒ ዲኻ? ምሳይ ክትነብር ድሌት ኣለካዶ? ንሕቶይ ቀጥታዊ መልሲ ይደልየሉ ኣለኹ። ግን ተጠንቀቕ። ነገር ወዲ ብምዃንካ ጥራይ ካብ ልቢ ዘይተበገሰ ድፍረት ዝተሓወሶ መልሲ ከይተስምዓኒ። ኣይተደንጒኒ ከኣ። ናሆም ከምዚ ዓይነት መልሲ ካብ ሰምሃር ኣይተጸበየን ነይሩ። እንታይ ደኣ ህውኽ ህውኽ ዶ ኢልኪ ሓቀይ? ኣላ ንስኺ በሊ እስከ እዚ ኹሉ ኣበይ ንምብጻሕ እዩ? ተገልቢጡ ካልእ ሕቶ ኣቕረበላ። ኣንታ ወዲ ግዜ የለን ሓዲኡ መልስ። ሰምሃር ሕጂ እውን ዝቐደመ ሕቶ ከይተመለሰላ ሕትኡ ክትምልስ ኣይደለየትን። እምቧእ ኣይተፈራርሕን እባ እሞ ሰምሃር። ናሆም ሕጂ ውን ብዘረባ ሰምሃር ፍጹም ኣይተዋሕጠሉን። እውይ ኣታ ምፍርራሕ ኣይኮነን ግዜ ጥራይ ትቕተል። ዘረብኡ ከይወደእት ኩልፍ ኣበለቶ። ናሆም እቲ ዝሰምዖ ዝነበረ ዘረባ ብልክዕ ካብ ቃላት ሰምሃር ዝወጸ ድዩ ኣይኮነን ዝጋገያ እንክመስል፣ እዋእ ሰምሃር ጋጊኽን ኣለኺ ሓቀይ? ሓተተ። ሕጂ ንኽትዕን ፈኽራን ዝኸውን ወላ ሓንቲ ግዜ እዩ ዘይብልካ። ጸማም ምዃንካ ድማ ንእግረ መንገደይ እንዳበረሀለይ ይኸይድ ኣሎ። ንዓይ ጽቡቕ ሓገዝ እዩ። ንኽውስን ኢኻ ተኽእለኒ ዘለኻ። ብዝኾነ ክልተ ደቒቕ ጥራይ ኣለዋኻ። እተን ዝተረፋ ሓሙሽተ ደቒቕ ናይ መወዳእታ እየን። ነዘን ክልተ ደቒቕ ክትጥቀመለን ምሉእ ናጽነትን ዕድልን ኣለካ። ቀልጥፈኒ! ሰምሃር ተረበሸት። እተን ክልተ ደቒቕ ንኽውድኣ ካልኢታት ምስ ተረፈን፣ ስምዓኒ፣ ንመተሓሳሰቢ ሓሙሽተ ደቒቕ ኣለዋኻ፣ ሓደ፣ ክልተ፣ ሰለስተ፣ ኣርባዕተ፣ ሓሙሽተ። ቀስ እንዳበለት ክትቆጽር ዝጸንሐት ሰምሃር፣ ዝኾነ መልሲ ምስ ሰኣነት፣ ሰዓትካ ተመልከት፣ ልክዕ ሰዓት ሓደ ዶ ኮይኑ? ወዲእኻ ኣለኻ። ሕጂ እታ መጻወድያ ከም ዝኣተወት ዑፍ ትሓስባ ሰምሃር ካብ መጻወድያኻ ንሓዋሩ ወጺኣ ኣላ። ምሳይ ዝነበረካ ርክባት ካብዛ ደቒቕ እዚኣ ኣትሒዙ ዛንታ ኮይኑ ኣሎ። ከም ዛንታ ከተዕልለሉ ጥራይ ኢኻ ትኽእል። ቻው ካባይ ብዙሕ ክትመሃር ፈትን ኢኻ። ኣይትሕመቕ። ብምባል ተሌፎና ቀጥታ ዓጸወታ። ሰዓት ሰዓት ሓደን ገለ ደቓይቕን ተምልከት ነበረት። ብዘይካ'ቲ ንመተሓሳሰቢ ዝፈለየቶ ግዜ ዘድልያ ዘበለ ኣብ ሰዓታ ከም ዝፈጸመት ተረድኣት። ልክዕ ሰዓት ሓደን ዓሰርተን፣ ናይቲ ብፍቕራዊ ጉዳያት ካብ ዝመላለሳ ሰለስተ ወርሒ ገይሩ ዝነበረ ኣማን ዝበሃል መንእሰይ ተሌፎን ደወለት። ሰምሃር ኮነይልያ ኣብቲ ሰዓት ንኽድውለላ ኣቐዲማ ሓቢራቶ። ስለምንታይ ሰዓት ሓደን ዓሰርተን ንኽድውል ተነጊሩ ንኣማን ኣየገደሶን። ዝኾነ ናይ ሰምሃር ነገር ዘይፈልጥ ኣማን ብገዛእ ፍቓዱ ኣብ ሰዓቱ ደወለ። እወል ሰምሃረይ ክሳብ ሕጂ ኣይደቀስኩን ጸኒሐ። ብሕጂ እውን ኣይክድቅስን'የ። ኣብዛ ዝበልክኒ ሰዓት ደዊለ ኣለኹ መስለኒ። ኣብዚ ሰዓት ንፍቕራዊ ሕቶይ እንተድኣ ነጺግክዮ፣ ኣይክቅየመልክን እየ ድሌታትኪ ከተግብር እምበር ድሌታትኪ ክኾልፍ ኣይደልን እየ ምሳኺ ይስለጠኒ ኣይስለጠኒ ብዘየገድስ ከፍቅረኪ እየ የፍቅረኪ እየ ድማ ዝጽበዮ መልሲ ንኽሰምዕ ኩሉ ነብሰይ እዝኒ ተቀይሩ ኣሎ የፍቅረኪ እየ ሰምሃር ክብል ሓድሽ ኣፍቃሪ ኣማን ደወለላ ሰምሃር ውን ውድእ ምስ ኣበለ ዘረብኡ ኣነ ውን የፍቅረካ እየ ኣማነይ ይቅሬታ ብዙሕ ግዜ ኣማላሊሰካን ኣድኪመካን እየ ብፍቕሪ ከም ዝድብሰካ ግን ርግጸኛ እየ። ብምባል ንትጽቢት ኣማን ኣዕረፈት። ነታ ቁም ነገር ትሓስብ ልቢ ኣማን ሩፍታ ፈጠረትላ። ንልባ እውን ማዕልቦ ገበረትላ። ኣማን ኣመስገነ። ጽባሕ ቀልጢፉ ክትመጽኣሉ ብምህዋኽ ብሓጎስ ተመሊኡ ኣብ ዓራቱ ብዛዕባ ሰምሃር ክሓስብ ጀመረ። ሰምሃር ድማ ነቲ በቲ ነገራት ተገሪሙ ብተደጋጋሚ ዝድውል ዝነበረ ድሮ ከም ኣፍቃሪኣ ነበር ዝሓሰበቶ ናሆም ተሌፎኑ እንዳዓጸወት ብዛዕባ ኣማን ጥራይ ሓሳባታ ከተሰላስል ጀመረት። እታ ጽብቕትን ፈቃርን ሰምሃር ድማ ምስ ኣማን ከምቲ ትብህጎ ኮነት። ንሱ ውን ከም ድሌታታ ኮነላ። ዕድል ናሆም ድማ።